እዚ ሬድዮ ኣዳል እዩ። ክቡራትን ክቡራንን ሰማዕትና ከመይ ቀኒኹም ረድዮ ኣዳል ምእንቲ ፍትሕን ዲሞክራስን ሰላምን ንዝካየድ ቃልሲ ዘቃልሕን ኣብ ሕብረተሰብና ባህሊ ዘተን ልዝብን ንምስራጽ ዝጽዕትን ፈነወ እዩ። ረድዮ ኣዳል ናይቶም ድምጾም ንኸየስምዑ ብስርዓት ህግደፍ ተዓቢሶም ዝርከቡ ዜጋታትና ድምጺ እዩ። ድምጺ ኤሪትራውያን ናይ መሰል ስምዕታ ባይዳ ትርከቦ ክልበስ ብሩፍታ። ናይ ልሳን እምቢታ ኣስሚራቶ ቃታ። ሮዴና ወትሩ ረቡዕን ቀዳምን ካብ ሰዓት ሽዱሽተ ክሳብ ሰዓት ሸውዓተ ናይ ምሸት ብኣቋፅራ ኣስመራ ኣብ ሓፂር ማዕበል ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ኪሎሃርዝ ወይ እውን

ናይ ርታ ርብቃ ኣፍቂራቶ ቃዛ። ክቡራን ተኸታተልቲ መደብ ሬድዮ ኣዳል፣ ደጊምና ምዉቕ ሰላምታና ብምቕራብ፣ ምስ ናይ ሎሚ ሮቡዕ ዕለት ዕስራን ሓደን ዓሰርተ ክልተ ክልተ ሽሕን ዓሰርተ ሽዱሽተን መደባትና ሰናይ ምክትታል ንምነየልኩም። ንሎሚ ሒዝናልኩም ቀሪብና ዘለና መደባት ከም ዝስዕብ እዩ። ከምቲ ልሙድ ኣቐዲምና ዜና ሃገር ከነቕርብ ኢና። ናይ ሎሚ ዜና ሒዝልኩም ዝቐርብ ስዒድ ኣደም ክኸውን እዩ። ቀጺልና ብሓው ገዛኢ ኪዳነ ፖለቲካዊ ሓተታ ሬድዮና ክንቕርብ ኢና። ኣብ መጨረሻ ሓፍትና ኑርያ ሑሴን መደብ ደቂ ኣንስትዮ ሓምሻይ ክፋሉ ሒዛትልና ክትቀርብ እያ። መደባትና ብሃገራውን ባህላውን ዜማታት ክነሰንዮ ኢና ሰናይ ምክትታል ይግበረልኩም ኢዚ ሬድዮ ኣዳልዩ። ክቡራትን ክቡራንን ሰማዕትና ካብ ሬድዮ ኣዳል ምዉቕ ሰላምታና ይብጻሕኩም። ቀጺልና ንሎሚ ረቡዕ ዕስራን ሓደን ታሕሳስ ክልተ ሽሕን ዓሰርተ ሽዱሽተን ዝተዳለወ ዜና ነቕርበልኩም። ኣቐዲምና በርእስቲ ዜና ንጅምር። ኮሚሽን ሕብረት ኤሮፓ ሚእትን ሰብዓን ሚልዮን ኤብሮ ኣብ ኢድ ዓመጽቲ ስርዓት ቀርኒ ኣፍሪቃ ከም ዝውዕል ገይሩ ክብል ካብ ብረክሴል ዝወጸ ዜና ሓቢሩ። ኣብ ዝተፈላለየ ቦታታት ዝነብሩ ብዙሓት ሓረስቶት ኤርትራውያን ናይ ሎሚ ዓመት ሕርሻዊ ማእቶት ከቃጽልዎ ከም ዝተገደዱ ካብ ውሽጢ ሃገር ዝበጽሓና ዜና ኣፍሊጡ። ኣብ ቤት ማእሰርቲ ማዕጠር ተዳጊኖም ናይ ዝርከቡ ዜጋታት ዝርዝር ኣስማት ኣብ ዝተፈላለዩ መርበብ ሓበሬታ ተዘርጊሑ። ክቡራት ሰማዕትና ካብ ኣርእስቲ ዜና ናብ ዝርዝራቱ ነሰጋግረኩም። ብሮክሰል፣ ኮሚሽን ሕብረት ኤውሮፓ ሚእትን ሰብዓን ሚልዮን ኤቭሮ ኣብ ኢድ ዓመጽቲ ስርዓት ቀርኒ ኣፍሪቃ ከም ዘውዕል ገይሩ ክብል ካብ ብሮክሰል ዝወጸ ዜና ሓቢሩ። ሕብረት ኤውሮፓ ብመሰረት'ቲ ብዕለት ዓሰርተ ሓሙሽተ ታሕሳስ ዝወሰዶ ውሳኔ እዚ ብስም ሳጹን ሓገዝ ኣፍሪቃ ዝተሰለዐ ብዝሒ ገንዘብ ንዝተፈላለዩ መደባት ንምሽፋን ዝተዳለወ ሓገዝ ምዃኑ ተገሊጹ ክብል መርበብ ሓበሬታ ፍረጀት ኣቃሊሑ። ካብቲ ቀንዲ ዕላማታት ናይዚ ንራብዓይ ግዜ ዝወሃብ ዘሎ ሓገዝ፣ ኣብ ቀርኒ ኣፍሪቃ ቅሳነት ንምንጋስን ዘይሕጋዊ ዋሕዚ ስደተኛታት ደው ንምባል ከምኡ'ውን ካብ ቦታ ናብ ቦታ ኣብ ውሽጢ እተን ሃገራት ዘሎ ምዝንባል ንምፍዋስን ዝዓለመ ምዃኑ እቲ ዜና ሓቢሩ። ገለ ካብቲ ተወጢኑ ዘሎ መደባት እውን ኣብቲ ዞና ገኒኑ ንዘሎ ናይ ደቂ ሰባት ምስግጋር ንምግጣምን ስደተኛታት ናብ ሃገሮም ዝምለስሉ ኣገባብ ንምንዳይን ኣብ መንጎ ሃገራት ቀርኒ ኣፍሪካ ሰላምን ምትሕግጋዝን ከምዝሰፍን ንምግባርን ከምኡ እውን ናብ መንእሰያት ዘቕንዐ መደባት ብፍላይ ድማ ኣብ ኬንያን ጅቡቲን ኤርትራን ንምትግባር ዝሓለነ እዩ ክብል እቲ ዜና ብተወሳኺ ኣብሪሁ። ቅድሚ እዚ ሓድሽ መደብ፣ ኣብ ውሽጢ እዚ ዝሓለፈ ዓሰርተ ክልተ ኣዋርሕ፣ ኣቐዲሙ ክልተ ሚእትን ሓምሳን ሰለስተን ሚልዮን፣ ድሒሩ ከኣ ሚእትን ዓሰርተ ሸውዓተን ሚልዮን፣ ቀጺሉ'ውን ስሳን ሽዱሽተን ነጥቢ ሓሙሽተ ሚልዮን ኤቭሮ፣ ነዚ ኣብ ላዕሊ ዝተጠቕሰ መደባት ንምዕዋት፣ ኣብ ትሕቲ ዝብል ሽፋን ብሕብረት ኤሮፓ ሓገዛት ተዋሂቡ ምንባሩ ዝዝከር እዩ። መሰረት ናይዚ ሓገዛት እዚ እውን ሓገዝ ንሽርክነት ምስ ኣፍሪቃ ዝብል መደብ ኣብ ሕዳር ክልተ ሽሕን ዓሰርተ ሓሙሽተን ዝተወስደ ውሳኔ ምዃኑ እውን እቲ ዜና ኣረጋጊጹ። ኤርትራ። ኣብ ዝተፈላለየ ቦታታት ዝነብሩ ብዙሓት ሓረስቶት ኤርትራ ናይ ሎሚ ዓመት ሕርሻዊ ማእቶት ከቃጽልዎ ከም ዝተገደዱ ካብ ውሽጢ ሃገር ዝበጽሓና ዜና ኣፍሊጡ። ነዚ ክገብሩ ዘገደዶም ምኽንያት ሰበስልጣን ህግደፍ ደቅኹም ካብ ሃገራዊ ኣገልግሎት ኣህዲምኩም ካብ ዝብል ክሲ ብምብጋስ ከም መቕጻዕቲ ዘእተኹሞ ናይ ሎሚ ዓመት ፍርያት ብሕሱር ዋጋ ናብ መንግስታዊ ትካል እምበር ናብ ካልእ ክትሸጥዎ ኣይፍቀድን እዩ ስለዝበሉዎም ምዃኑ ተፈሊጡ። ስርዓት ህግደፍ እዚ ገባቲ ውሳነ'ዚ ኣብ ውሽጢ ዕስራ መዓልቲ ከተግብርዎ ትእዛዝ ከም ዘመሓላለፈን እዚ ክጸርዎ ስለዘይከኣሉ ሓረስቶት ሃገርና ብፍላይ ድማ ኣብ ሰራየን ኣከለጉዛይን ዝነብሩ ፍረ ጻዕሮም ስርዓት ህግደፍ ካብ ዝምንዝዕዎም ዋላ ንጥመ ብምባል እቲ ማእቶት ከንድድዎ ከም ዝተገደዱ እቲ ዝበጽሓና ዜና ብተወሳኺ ሓቢሩ። ኣስመራ፣ ቤት ጽሕፈት ዜና ስሙር ዲሞክራስያዊ ግንባር ኤርትራ፣ ኣብ ቤት ማእሰርቲ ማዕጠር ተዳጒኖም ናይ ዝርከቡ ዜጋታት ዝርዝር ኣስማት ኣብ ዝተፈላለዩ መርበባት ሓበሬታ ዘርጊሑ። እቶም ንነዊሕ ዓመታት ዝሳቐዩ ዘለዉ እሱራት ኣብ ክልተ ሽሕን ሸሞንተን ዝተኣስሩ ኮይኖም፣ ገለ ካብኣቶም ኣብ ወጻኢ ዝነብሩ ዝነበሩ ክኾኑ ከለዉ፣ ገሊኦም እውን ካብ ሱዳን ዝተጨውዩ ምዃኖም ብምግላጽ፣ ብሰንኪ ኢ-ሰብኣዊ ኣተሓሕዛ ይሳቐዩ ምህላዎም እቲ ዝተዘርገሐ ዜና ኣረጋጊጹ። ስድራቤታት እዞም ሰላሳን ሓደን ዝኾኑ እሱራት፣ ፈጺሞም ደሃዮም ስለ ዘይብሎም ኣብ ወጻኢ ሃገራት ተሰዲዶም ይህልዉ ካብ ዝብል ግምት፣ ኣብ ኤርትራ ይኹን ኣብ ወጻኢ ስሞምን ስእሎምን ዝረኣየ ዓይኑ ይብራህ ብዝብል ምልክታ ከቃልሑ ይርከቡ። ስርዓት ህግደፍ ካብ ድሮ ናጽነት ኣትሒዙ ብዙሓት ንጹሃት ሃገራውያን ክሲ ከይመስረተሎም ኣብ ቅድሚ ፍርዲ ከየቕረቦምን ኩነታቶም ብልክዕ ዘይተፈልጠ ብኣሽሓት ዝቑጸሩ ኣብ ዝተፈላለየ ኣብያተ ማእሰርቲ ይሳቐዩ ምህላዎም ህዝብናን ዓለምን ዝፈልጦ እዩ። ካብዚ ብምብጋስ ንዝምልከቶም ኣህጉራውያን ኣካላት ሃለዋት እሱራት፣ ኩነታት ሰብኣዊ መሰል ኣብ ኤርትራ ንምፍላጥ ንኤርትራ ክበጽሑ ብዙሕ ግዜ'ኳ እንተፈተኑ፣ ስርዓት ህግደፍ ከምዘየፍቀደሎም ዝተፈልጠ'ዩ። ክብራትን ክብራንን ሰማዕትና፣ ንሎሚ ዘዳለናልኩም ዜና ኣብዚ ይድምድም። ምስ ቀጻሊ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ሬድዮ ኣዳል እዚ መደብ ሓተታን ቃል ማሕተትን ሬድዮ ኣዳል እዩ። እዚ መደብ እዚ ዝተፈላለየ ኣርእስቲ ዝሓዘ ሓተታ ሬድዮናን ከምኡ እውን እነካይዶ ቃል ማሕተት ምስ ፖለቲካውያን፣ ደረስቲ፣ ጋዜጠኛታት፣ ስነ ጥበባውያን፣ ካልኦት ሲቨካውያንን ውልቀሰባትን ኤርትራውያን እነቕርበሉ መደብ እዩ። ምስ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ክብራና ሰማዕትና ካብዚ ቀጺልና ናይ ሎሚ ፖለቲካዊ ሓተታና እዚ መድረኽ መድረኽ ለውጢ እዩ ብዝብል ኣርእስቲ ሓውና ገዛኢ ከቕርበልና እዩ። ሰናይ ምክትታል። ንምነየልኩም።
እዚ መድረኽ መድረኽ ለውጢ እዩ። ኣብ ከይዲ ናይ ቃልሲ ዝተፈላለዩ መድረኻት ይረኣዩ እዮም። እዞም መድረኻት እዚኦም ገሊኦም ተስፋ ዘቑርፁ ገሊኦም ድማ ተስፋ ዝህቡ ጥራሕ ዘይኮነስ ናይ መፃኢ ብሩህ ዝኾነ መንፀብረቕታን ደጉሒ ናይ ሰላምን ርግኣትን ንዲሞክራስን ዝሕብሩ እዮም። ንሕና ኤርትራውያን ድማ ኣብቲ ቀዳማይ ተስፋ ዘቑርፅ መድረኽ ዘይኮነስ ኣብቲ ካልኣይ ተስፋ ሂቡ ኒሕ ኤርትራዊ ደላይ ፍትሒ ዘሰውድን ወኒ ባህጊ ኤርትራዊ ዘላዕልን መድረኽ ኣሎና። ጸላኢ ህዝቢ ኤርትራ ዝኾነ ጃንዳ ህግደፍ ድማ ከም ጸላኢ መጠን እዚ ዘለናዮ መድረኽ ሩፍታ ስለ ዝኸልኦ ነዚ ኣቲናዮ ዘሎና ተስፋ ዝህብ መድረኽ ንምድዋን ዝተፈላለዩ ሸርሕታትን ተንኮላትን ኣዋዲዱ ጭሎታቱ ኣዋፊሩ ንድሑር ስምዒታት ኣላዒሉ ሓድነት ናይ ህዝብና ንምብታን ኣብ ህዝብና ብታሪኽ እውን ዘይንፈልጦ ሃይማኖታዊ ኣውራጃዊ ክብ ካብ ዝነኣሰ እውን ወረዳውን ዓሌታዊ ጎንጽታት ንምትእትታው ዘይብሎ ሃጠው ቀጠው የብሉን። እንተኾነ ግን ዳኣ እዚ ኣቲናዮ ዘለና መድረኽ ኤርትራዊ ተጠርኒፉን ተወዲቡን ኣንጻር እንኮ ጸላኢኡ ዝኾነ ጃንዳ ህግደፍ መኪቱ ኣብ ሃገሩ ሰላም ኣንጊሱ ህዝቡን ሃገሩን ካብ በታኒ ተንኮል ኣጃንዳ ህግደፍን ህግደፍ ዘዋፈሮም መጋባርያኡን ዝኾኑ ጠባብቕ ናይ ሓሶት ዘድሕነሉን መንገዲ ሰላምን ስኒትን ዝቕይሰሉን መድረኽ ኢና ዘለና። ሎሚ እቲ ንኡስ ትውልድን ማእገር ህዝቡን ሃገሩን ዝኾነ መንእሰይ ኤርትራ ብፍላይ እቲ ብሰንኪ ምሕደራ ህግደፍ ኣብ ስደት ሰፊሩ ዝርከብ ተንኮላት ህግደፍ ተረዲኡ ምስ ኣብ ቃልሲ ዝጸንሑ ኣቦታቱን ኣያታቱን ኢድ ንኢድ ተታሒዙ ኣብ ኤርትራ ሱር ነቀል ለውጢ ንምምጻእ ኣብ ዝካየድ ዘሎ ቃልሲ ርኡይ ተሳትፎ ኣብ ዘርእየሉ ዘሎ መድረኽ ኢና ዘለና። ስለዝኾነ እቶም ኣብ መን ኢኻ ዝብል ዘይብሉ ዕጹው መስኮት ሜድያታት ተሓቢኦም ሓድነት ህዝብና ክብትኑን ኣብ ሓድነት ህዝቢ ኤርትራ ክርዳድ ክዘርኡን ዝፍትኑ ዘለዉ ባንዳታት ህግደፍ ሓሶታቶም ንኸንቱ እዩ ጥራሕ ዘይኮነ ኣብ ታሪኽ ብገበን ዝሕተትሉ እዋን ርሑቕ ኣይኮነን። እቲ ዝዓበየ ገበን ድማ ንሓደ ህዝቢ ዘይናቱ ታሪኽ ኣጠሚቅቃ ንምብታኑን ሕድሕድ ንምውግኡን ዝግበር ፈተነ ይቕረ ዘይባሎ ዓቢ ወንጀል እዩ። ህዝቢ ኤርትራ ብታሪኽ ንሓንቲ መዓልቲ እውን ትኹን ብሰንኪ ሃይማኖት ኮነ ኣውራጃ ኣብ ሃገራዊ ውራዩ ተፋላልዩ ኣይፈልጥን። ካብ ብረታዊ ተጋድሎ ዝጅምረሉ ኣትሒዙ ንሰላሳ ዓመታት ዘካየዶ ዘይዕጸፍ ቃልሲ፣ ሃይማኖት ኮነ ኣውራጃ ንሓንቲ መዓልቲ እውን ትኹን ዕንቅፋት ኮይንዎ ኣይፈልጥን። ይኹን እምበር እዚ ድሑር ናይ መፈላለዪ ሜላ እዚ ንህዝቢ ኤርትራ ሓድሽ ኣይኮነን። ቀዳሞት ጸላእቲ ሓድነት ህዝቢ ኤርትራ ዝኾኑ ገዛእቲ ሓይልታት እውን ንህዝቢ ንምብታን ከተኣታትዎ ዝፍትኑ ዝነበሩ ድሑር ስምዒታት ነይሩ እዩ። ህዝቢ ኤርትራ ግና ነዚ ተንኮላት እዚ ስዒሩ ሰላሳ ዓመታት መኪቱ ሃገሩ ካብቶም ዝነበሩ ጸላእቱ ነጻ ንምዃን በቒዑ እዩ። እንተኾነ ግዳ ሎሚ ኣብ ውሽጢ ሰውርኡ ተሓቢኡ ዝጸንሐ ጉጅለ ነቲ ካብ ጅምር ንህዝብና ናብ ቃልሲ ዘውፈሮ ዕላማ ጨውዩ ነቲ ናይ ለውጢ ሃዋርያ ዝኾነ መንእሰይ ኤርትራ ኣብ ወፍሪ ባርነት ኣብልዩ፣ ኣብ ኤርትራ ሕጊ መሰረት ዝገበረ ሰላምን ዲሞክራስን ከይዕምብብ ኣደስኪሉ፣ ንዝሕየር ሓይሩ፣ ንዝእሰር ኣሲሩ፣ ንዝቕተል ቀቲሉ፣ ሃገር ብምልእታ ኣብ ናይ ምብትታን ሓደጋ ከውድቓ ዘይፈንቀሎን ዘይፍሕሶን ተንኮል የለን። ግና ህዝቢ ኤርትራ እቲ ኩሉ ዘራጊ ተንኮል ህግደፍ ተረዲእዎ ስለዘሎ፣ ኣብ ወጻኢ ናይ ስደት ሃገራት ኮነ፣ ኣብ ውሽጢ ሃገር ዘሎ ኤርትራዊ ሎሚ እውን ከም ዓንተቦኡ ኣንጻር ዘራጊ ሰላም ዝኾነ ጉጅለ ህግደፍ ገጢሙ ኣብ ምድረ ኤርትራ ጽምብል ዳግማይ ዓወትን ስኒትን ሰላምን ዘራጋግጸሉ እዋን ርሑቕ ኣይኮነን። ጉጅለ ህግደፍ እቲ ኩሉ ኣብ ልዕሊ ህዝብና ዝፍጽሞ ዘሎ ሽፍትነታዊ ዓመጽን ተንኮልን ጽባሕ ብቃልሲ ደለይቲ ፍትሕን ሰላምን ዝኾኑ ኤርትራውያን ክቅላዕ እዩ። ሎሚ። ተቓወምቲ ሓይልታት ኤርትራ ዝኾኑ ውድባት ኤርትራ ሓይሎም ጸርዲፎም ብመጀመርያ ህዝቦምን ሃገሮምን ንምድሓን ኣንጻር እንኮ ጸላኢኦም ዝኾነ ጉጅለ ህግደፍ ንምግጣም ብሓባር ክሰርሕሉ ዝኽእሉ መደብ ዕዮ ኣብ ምስራዕን ኣብ ምስራሕን እዮም ዝርከቡ። እቲ ምትግባር ካልኣይ ጉባኤ ሃገራዊ ባይቶ ንዲሞክራስያዊ ለውጢ'ውን ብዝተፈላለየ ምኽንያታት ዛሕቲሉ ይጽናሕ እምበር ሎሚ ነዚ'ውን ኣበራቢርካ ኣብ ካልኣይ ሃገራዊ ጉባኤ ንምእታው መሪሕነት ሃገራዊ ባይቶ ንዲሞክራስያዊ ለውጢ ነብሱ ሰሪዑ ኣብ ጽዑቕ ምንቅስቓስ ይርከብ። እዚ ኣብ ኤሮጳን ኣመሪካን ኣውስትራልያን ማእከላይ ምብራቕን ኣፍሪቃን ዝካየድ ዘሎ ዑደት ናይ መሪሕነት ሃገራዊ ባይቶ ንዲሞክራስያዊ ለውጢ ኣብ ህዝቢ ዝያዳ ተቐባልነት እናረኸበ ይኸይድ ስለዘሎ እቲ መደብ ምትግባር ካልኣይ ሃገራዊ ዋዕላ ንዲሞክራሲያዊ ለውጢ እወንታዊ ኣንፍታት እናርኣየ ይኸይድ ኣሎ። ነዚ ንምዕዋት ድማ ኩልና እቶም ደለይቲ ለውጢ ክንተሓባበሮን ክንተሓጋገዞን ዘለና ናይ ኩልና ሃገራዊ ዕዮ እዩ። ብርግጽ ድማ ዕላማ ናይዚ ሃገራዊ ጽላል እዚ ምዕዋት ማለት ዓወት ህዝቢ ኤርትራ ክኸውን ከሎ ነቲ ጸላኢ ህዝቢ ኤርትራ ዝኾነ ምልካዊ ጉጅለ ህግደፍ ድማ ናብ ዕንወቱ ዘቃላጥፍ ስለዝኾነ ህግደፍ ዘዚ ነዚ ናይ ድሕነትን ስኒትን ዝኾነ ጽላል ናይ ደለይቲ ፍትሒ ንምትዕንቓፍ ወዲ ድሙ ከም ቀደሙ ከም ዝበሃል ኣሎ ዝበሃል ተንኮላትን ሸርሕታትን ካብ ምንዛሕ ዓዲ ኣይውዕልን። ኤርትራዊ ደላይ ፍትሒ ድማ ነዚ ፈሊጡ ኣንጻር ተንኮላት ህግደፍ ብምምካት ካልኣይ ሃገራዊ ጉባኤ ንዲሞክራሲያዊ ለውጢ ብዓወት ተጸንቢሉ ክወጽእ ብተወፋይነትን ንጹህ ሃገራዊ ሕልናን ክሰርሐሉ ይግባእ። ሰላምን ቅሳነትን ንህዝብና፣ ውድቀትን ሕፍረትን ንህግደፍን ኮራኹሩን።

ደሃይ ሃገር ግለጻ ኣብ ወግዒ ዘርዘር ኣብ ወግዒ ዘርዘር መደብ ደቂ ኣንስትዮ ክቡራት ሰማዕትና እዚ መደብ እዚ ብሬድዮ ኣዳል ዝቐርብ ብዛዕባ ፍርቂ ክፋል ሕብረተሰብና ዝኾና ደቂ ኣንስትዮ ብተኸታታሊ ኣብ ሰሙን ክልተ ግዜ ዝቐርብ መደብ እዩ። ብመጀመርያ ብሓፍትና ኑርያ ሑሴን ብዛዕባ ግደ ደቂ ኣንስትዮ ኣብ ማሕበራዊ ሂወት፣ ጉዳይ ሕጸ፣ ኣሱር፣ መርዓ፣ ሓዘን፣ ሓጎስ፣ ጥንሲ፣ ሕርሲ፣ ኣብ ህዝባውን ሃይማናታውን በዓላት፣ ኣብ ስድራ ናባይነት፣ ኩነታት ደቂ ኣንስትዮ ቅድሚ ብረታዊ ቃልሲ፣ ኣብ ግዜ ቃልሲ፣ ድሕሪ ናጽነት፣ ኣብ ውሽጢ ሃገርን ኣብ ስደትን፣ ግደ ደቂ ኣንስትዮ ኣብ መጻኢት ኤርትራ ዝዓለመን ከተቕርበልናያ ብተወሳኺ እውን ዝኾነ ፍሉይ ግዳይ ደቂ ኣንስትዮ ምስ ዝህሉ ኣብዚ መደብ እዚ ከነቕርበልኩም ምዃንና ንሕብር። ምስ እዚ መደብ እዚ ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ሓድነት ብሄራትና ኩለን ብሓፈሻ ብተስፋ ክፅበ ክሳብ መጨረሻ ክንራኸብ ኢና ኣስመራዩ ኣድራሻ ኣስመራዩ ኣድራሻ
ክቡራትን ክቡራንን ሰማዕትና ከመይ ቀኒኹም ንሎሚ ሒዝናልኩም ቅሪብና ዘለና መደብ ግዜ ሕርስን ምቕባል ሓድሽ ህይወትን ዘርእስቱ ብኑራ ሒሴን ዝተዳለወ ጽሑፍ እዩ ግዜ ሕርስን ምቕባል ሓድሽ ህይወትን። ኩነታት ሕርሲ ኣብ ሃገርና ኣዝዩ ዘስግእ ስለ ዝኾነ፣ ዘሐጉሱ ጥራይ ኣይኮኑን ኣብኡ ትጽበዮም፣ እንተላይ ዘሕዝኑ ኩነታት እውን ይኽሰቱ እዮም። እዚ ድማ ብብዙሕ ምኽንያታት ናይቲ ሓድሽ ህይወት ጥራይ ዘይኮነ፣ ነቲ ዝነበረ ማለት ነዲኡን ንርእሱን ተለኻኺሙ ናይ ምጥፋእ ክውንነት ስለ ዘጋጥም። ወላዲት ንትሽዓተ ኣዋርሕ ዝኣክል ኣእምሮኣ ኣብ ቃራና መንገዲ ተንጠልጢሉ፣ ዕድላን መዓልታን ብሰዓታት እንዳቖጸረት ትጽበ። ግደ ደቂ ኣንስትዮ ኣብዚ መዳይ እዚ ከመይ ከም ዝመስል ድማ ገለ ንመመይቲ ንምእማት እዩ። ሓንቲ ነፍሰጾር ኣደ፣ ኣካያይዳ መዓልታዊ ናብራኣ ካብቲ ቅድሚ ነፍሰጾር ምዃና ተዘውትሮ ዝነበረት ኣገባብ ዳርጋ ኣይፍለን እዩ። ምኽንያቱ ወላኳ ኩነታታ ካብ ግዜ ናብ ግዜ ብምኽንያት ጥንሲ ዝቀያየር እንተኾነ እቲ ናብራ ዝጠልቦ መዓልታዊ ግጥሚያ ግን ኣይቅየርን እዩ። ንኣብነት እቲ ብዝማና ትስከሞ ዝነበረት ዕትሮ ማይ፣ ዕንጸይቲ፣ ቆልዓ፣ እኽሊ ምጥሓን፣ ምልንቃጥ፣ ኩሉ ውራያት ዓዲ ዝሓትቶ ሰብኣዊ ጉልበት ወዘተ ከም ኩነታታን ዓቕማን ዘይኮነስ ከምቲ እቲ ዕዮ ዝጠልቦ እዩ። ኣብ ግዚኡ ክትዓዮ ድማ ግዴታኣ እዩ። ብተወሳኺ እቲ ንዓኣ ዘማዕዱ ናይ በረኻ ስራሓት ውን ከም ባህርያቱ ክትከዶ ናይ ግድን ይኸውን። ወላዲት ኣብ ግዜ ጥንሳ ብዛዕባ ትብሕተሉ ወርሒ መዓስ ምዃኑን፣ ብሰላም እንተሓሪሳ ድማ ከመይ ገራ ደቃ ከም ተዕብን ደኣምበር ክንደይ ትወልድ፣ እንታይ ዓይነት ጾታ፣ እንታይ ዓይነት ፍጡር፣ ትወልድ ከምኡ ንትጸቢብ ኩነታት ሕርሲ ትወጾን ኣይትወጾን ትግምቶ ወይ ተራጋግጾ ነገር የብላን። ሓንቲ ነገር ግን ትፍትን ንሳ ድማ እንደገና ቀልጢፋ ንኸይትጠንስ ዝቐደመ ውላዳ ብውሑዱ ሰለስተ ዓመት ተጥቡ። ንሱ ውን ንገለገሊኤን እምበር ብዙሓት ነዚ ኣገባብ እዚ እንዳ ተኸተላ ዘይዕወታ ኣለዋ። እኳ ድኣ ብኣንጻሩ ነዚ ክገብራ ካልእ ጎናዊ ጸገም ይውስኻ። እቲ ኣዝዩ ዝመረረ ጸገም ግን ካልእ እዩ። ንሱ ድማ ኩነታት ጥንሲ እናኸበደ ዝመጸሉ እዋን ብሓደ ሸነኽ ናይ ሓረስቶት ከቢድ ግዜ ስራሕ ማለት ግዜ ክረምትን ቀውዕን ድማ በቲ ካልኣይ ክልተ ከበድቲ ኩነታት ኣብ ሓደ ግዝያት ብሓደ ከጋጥሙ ከለዉ እዩ። ቀውዒ እቲ ህጹጽን ጽዕጹዕን ግዜ ስራሕ ስለ ዝኾነ፣ ሓረስቶት ሓደ ወዲኦም ነቲ ካልእ ከርክቡ ምስ ግዜ ይቀዳደሙ። ኣብዚ ግዜ እዚ ኩነታት ናይታ ሰበይቲ ወይ እታ ጥንስቲ ዳርጋ ኣብ ግምት ዘእትዎ የለን። ብፍላይ እኳ እቲ ሰብኣይ፣ በዓል ቤታ፣ ተሓጋጋዚ እንተ ዘይሃልይዎ፣ ንኣብነት እኽሊ ተዓጺዱ ካብ ግራት ናብ ዓውዲ ከብጽሕዎ ከለዉ፣ ክልቲኦም ሰብኣይን ሰበይትን ተሓጋጊዞም ኣድጊ እንተ ሃልይዎም ብኣድጊ እንተ ዘይሃልይዎም ድማ ወላ እኳ እቲ ሰብኣይ ተሰኪሙ ናብ ዓውዲ ባዕሉ ዘብጽሖ እንተኾነ፣ ጠሚሮም ናብ ኣድጊ ይኹን ናብ ርእሱ ንምስካም ግን ሓቢሮም ካብ መሬት ብሓይሊ የልዕልዎ። ድሕሪ ምዄት ደኣ ካብ ዓውዲ ንገዛ ከእትዎ ከለዉ እውን ብተመሳሳሊ እንተ ብኣድጊ እንተ ብሰከም የብጽሕዎ። ብሰንኪ'ዚ ከቢድ ጥንታዊ ናይ ሕብረተሰብና መነባብሮ ዝጥቅዓ ጥኑሳት ሃገርና ኣዝየን ብዙሓት እየን። ገለ ኣብነት ንምጥቃስ፣ ነብሰጾር ኣዴታት ምስ ጽዕጹዕ ስራሕን ግዜን ክቀዳደማ፣ ዘይዓመን ከልዕላ፣ ሕቖኣን ተጎዲኤን ናይ ከብደን ይኸይድን ቀጻሊ ናይ ምውላድ ዕድለን ይሰናኸለን። ዝኣኸለ ጥንሲ እንተኾይኑ ድማ ብሰንኪ ናይ ሓኪም ቅልጡፍ ረድኤት ዘይምርካብ ወላኳ ብዕድል ካብ ሞት እንተተረፋ ናይ ከብደን ደሙ ወዲኡ ግን ድማ ሙሉእ ብሙሉእ ስለዘይከይድ ኣይ ርግኦ ኣይ ፀባ ኮይነን ነባሪ ስቓይ ሒዘን ይተርፋ። እኽሊ ክፀህያ ይኹን ክዓጽዳ ምስ ወፈራ፣ ከም እንስሳ ኣብ በረኻ ዝሓርሳ'ውን ኣለዋ። እቲ ኣብኡ ንበይነን ክሓርሳ ዝረኽብኦ ጸገምን መከራን ካልእ ጉዳይ ኰይኑ፣ ብህይወተን እንተወጺኤን ግን ከም ዓቢ ዕድል ይቝጸር። ኣብ ርእሲ'ቲ ከቢድ ናይ በረኻን ናይ ገዛን ስራሓት፣ ጥኑሳት ክወስድኦ ዝግባእ መግቢ ብሰንኪ ዘይምርካበን፣ ኣብ ግዜ ሕርሲ ዓቕሚ ስኢነን፣ ቈልዓ ኣብ ቅኑዕ መገዲ ሕርሲ ከሎ ሓይለን ተጸንቂቑ ምስ ውላደን ተጠቓሊለን ንሞት ዝሳጥሓ ኣዴታት ውሑዳት ኣይኮናን። ሽግር ደቂ ኣንስትዮ፣ ሽግር ሕብረተሰብና ከንሱ፣ ነዚ ብግቡእ ተገንዚቡ ንፍታሕ ዘድህብ ኩነታት ግን ዛጊት ኣብ ሃገርና ኣይተፈጥረን። ልክዕ'ዩ መላእ ህዝብና ኣብቲ ዓሚዩቕ ዓዘቕቲ ናይ ሽግር ተዋሒጡ ይርከብ። ግን ድማ ወላ እዚ ህልዊ ሽግር እንተተፈቲሑ እውን ኩነታት ደቂ ኣንስትዮ ፍሉይ ትኩረት ተገይርሉ እቲ ቅኑዕ ፍታሕ እንድሕሪ ዘይረኺቡ ሽግር ህዝብና ገና ተሸፊኑ ደኣ እምበር ብልክዕ ተፈቲሑ ማለት ኣየስምዕን። ስለዚ ጠንቂ ሕማማትን ሽግራትን ብመሰረቱን ብልክዕን እንተዘይተለልዩ ትልክዕ መድሃኒቱ ክረክብን መስኖ ሓቀኛ ዓማሚ ምዕባሌ ክኽሰት ሕልሚ ኮይኑ ዘይተርፍ ኣይኮነን። ክቡራትን ክቡራንን ሰማዕትና ንሎሚ ዘደለናዮ እዚ ዝመስል ኮይኑ ኣብ ዝመጽእ ግዜ ክሳብ ንራኸብ ሰናይ

ክቡራትን ክቡራንን ሰማዕትና ንሓደ ሰዓት ዝኣክል ብክልቲኡ ቋንቋታት ዓረብኛን ትግርኛን ዘዳለናልኩም መደባት ኣብዚ ይድምድም። ክሳብ ዝመጽእ ዘሎ ቀዳም ንራኸብ ብሰላም ቀንዩ። ርእይቶኹምን ሓሳባትኩምን በዚ ዝስዕብ ኢመይል ክትልእኹልና ዓቢ ሃንቀውታ ኣለና። ራድዮ ኣዳል ኣት ጂመይል ዶት ኮም እዚ ነጻ ሬድዮ ኣዳል እዩ።